ኣብ ኣብ ካልእ ዓለም እኮ ከምኡ የለን ኣብ ኤርትራ ንቡር ካብ ሓደ ገዛስ ዳርጋ እንድዒ ሰለስተስ ክቕተሉ ኣለዎም ወይ ባድመ ወይ ኣብ እስርቤት ወይ ምድረበዳ ናይ ግድን እኮ እዩ ሕጂ ተኸይድሲ ገዛ ገዛስ ሰለስተ ቀቲሎም ሰለስተ ተሰዊኦም ሰለስተ ጠፊኦም ሰለስተ ተሓኒቖም ሰለስተ ዳሃ የብሎምን ሰለስተ ዘንቢለ እኮ ከምዚ ማይ ጨሎት ብሓቂ ዝገርመኒ ሲ ኣብዚ ደቆም መይቶም ከለውስ ዝበፅሐ ሲ እንታይ ተረኺቡ መን እዩ ዘይብሉ ስቕ እንተገዲሽም

በዚ ድርፎ ረሺኖም ጉሒፎም ጉሒፎሞ ኣበይ ኣትዮም መን እዩ ገለስ ደይብሉ ኢሎሞ በቃ ሕጂ ንዕቐት ዘሎ ሓደ ኣውቲስታ ክልተ ከኣ ብድሕሪት ኣስመራ ሙሉእ ይርብሽዋ ውዕሉ ድሌቶም ክገብሩ ድሌቶም ተደልዮም ሰበይቲ ወስዱ ገንዘብ ምርሻን ገዛ ወስዱ ገለ ወይ ክሓምቕ ተሰብ ቁሩብ ህበይ ትሓይሽ ከማን ኣብ ቤት ገርግሽ ሰለስተ ህበይ እምኒ ሒዘን ተመሊሶም እምበር ህዝብና ከምዛ ዘለዋ ሕጂ ትሕቲ ህበይ እዩ ጎረቤትካ መይቱ ዘይትሓትት እንተኾንካ ዓለም ተወዲኣ ማለት እዩ ያ ጌም ኦቨር ምስ ኢሉ በቃ ጌም ኦቨር ሓደ መዓልቲ ከ ኣብ ሓደ ካንቸሎ ኣትዮም ሲ መርዓ ከሎ ክልተ ኣንስቲ ወሲዶም ገይሮም ቀቲሎም ጉሒፎመን ናበይ ኢኹም በዓል መን ኢኹም የለን እኮ እ፣ ኣብ ኤርትራ ጥራሕ እዩ ዘይምውላድ ይሓይሽ በእውነት ሓሙሽተ ሰብ ነስምራ ምሉእ ርብሽዋ ሓሙሽተ እቶም ካልእ ከኣ ንስኺ በቃ ኣብ ክላሽን ሂቦሞ ይሕልዉ ኮይኖም መንቀሳቐሲ ኣለካ ዝብሉኻ ኣታ ኣቦኻን ኣዴኻን መይቶም ሰበይትኻ ብጥሜት ትሞት ኣላ ደቅኻ ትዕፅምቶም ይረኣዩ ኣለዉ ኣብዚ መንቀሳቐሲ ትሓትት ሞታ ክገብር ሃገራዊ ጉዳይ እንዲብል እዩ ስቲፒድ እንታይ ሃገራዊ ጉዳይ ሃገር ዝበሃል የለን በቃ እምኒ ጎቦ ክሕልዉ ኩላ ሰብ ብጥሜት ሞይታ ሕጂ ከዓ ግደፉ ማይ ማይሲ ማይ ተሓፀቡ ከዓ ብሎ ማይ የለን ማይ ይሃርም በቃ ኤህ ባዕልኻ ዶ ወደይ ያእ ደርሆ ሲ ጻሕቲራ ጻሕቲራ ሲ መሕረዲኣ ኣምጺኣ እምበር ኣይምተሓርደትን እኮ ያእ ስቆ ጥዑም እዩ ኣብ ዓለም እቲ ዝጠዓመ ሱቅ እዩ እንተኺኢልካዮ ብእውነት ግንስ ስቅ ድብል ህዝቢ ኣይኮነን ዓጋመ ጸላእትና ኣምሓራይ ጸላኢና ሃይለ ስላሴ ጸላኢና ጥልያን ጸላኢትና ሲኣይኤ ጸላእትና በቃ ጸላእትና ክብሉ ጥራሕ ሓምሳን ትሽዓተን ዓመት Anyway. ኣነሲ መዓዝ ክፍጠር ነይርኒ ወይ ቅድሚ 300 ዓመት ወይ ድሕሪ 300 ዓመት ኣብ መንጎ ተፈጢር ናብታ ትብላዕ ዘይብላዕ ሕማም ውግእ ባድመ ናቕፋ ወርትኹል ጉጩ በቃ ንክትሪኦም ጸገም ንክትሰምዖም ጸገም። ኣይ መልክዕ ኣይ ሓንጎል ኣይ ሕልና ጋውና ንጋውና ሰይጣን ንሰይጣን ካብ በዓቲ ድመጹ ቆማላት። Anyway ሕጂ ውን ንኣምላኽ የሱስ ስምዓና ብዘይካኻ ኣይከውንን ኢዩ ብዙሕ ሰብ ጠምዩ ኣሎ ብዙሕ ሰብ ተኣሲሩ ኣሎ ኣብ ሊብያ ኣብ የመን ኣብ ስዑዲ ኣብ ኢትዮጵያ ዒራዒሮ ማይ ስርዋ ዓዲ ኣበይቶ ሰብ ከጠፍእ ኢዩ ዘሎ ኣስመራ ከፈሪሳ እቲ ገዛውቲ ሲ ሱቕ ኢሉ ይወድቕ ያእ ገመል ገለ እዩ ዝቕመጦ እኮ ህዝበይ ገመል ኣድጊ ሕጂ ከዓ ኣምሓራ ኣትዮም ኣለው ኦሮሞ ያ ኩሉ ሓንቲ እዩ ምስ ኦሮሞ ዶ ከመይ ኢልካ ሃገር ክትሃንፅ ምዃን ኣፍሪቃ ሙሉ እዩ ኣፍሪቃ እኮ ተሰሪሑ ትሰምዕን ኢኻ ቀቲሎሞ ሓሪዶሞ ዘልዚሎሞ ኣቃፂሎሞ ቀቢሮሞ ሓኒቖሞ ባቃ ከምዚ ምሂዞም ተመራሚሮም ፊዚክስ ከሚስትሪ ኣይፈልጥዎን እዮም በቃ ሓዘን ቅተሎ ኣብ ሳንዱቕ እትዎ ሽምዓ ወላዓሉ ዓወት ንሓፋሽ ቅተሎ ኣብ ሳንዱቕ እትዎ በቃ ሕጂ እኮ በቃ ሰብ ስም ይብል ትምህርቲ ካብኡ ክልተ ዓጽይዎ እንታይ እንታይ በይ ኢኻ ክትምሃር ኣብ ሳዋሲ ኩሎም ደቂሶም ኣብቲ ትምህርቲ እህ ያው ጉድጓድ ክውዕቱ ማይ ክወርዱን ማህረምትን ሽዑ ዋን ፕላስ ዋን ጽሒፎምሎም በቃ ዋን ፕላስ ዋን ዓሰርተ ሓደ ኢኻ ትብሉ ኤንወይ ምቻው ፅቡቅ መዓልቲ በስመ ኣብ ወወልድ መንፈስ ቅዱስ ሓደ ኢየሱስ ንዓይ ረኤ ናይ ሙሉእ ህዝቢ ኤርትራ ሓጢኣት